ደስ ዝብል ዜና ኣሌክስ ዘይሓሰቦ ሊሊ ሳርፕራይዝ ገይራቶ። ሰላም ሰላም ተካታተልቲ ናይዙ ቻነል ከመይ እኒኩም ከመይ ትኮኑ ኣነ ሰላም ኣለኩ እዝግኣብሄር ይመስገን በቢ ዘለኩምዎ ሰላም ጥዕና ራህዋ ቅሳነት ይምነየልኩም ማለት እዩ ሓደሽቲ ነዛ ቻነል እንኳዕ ብሰላም መፃኩም እናበልኩ ከምኡ እውን ሳብስክራይብ እናገበርኩም ቤተሰብ ኩኑ። ቤተሰብ ዝኾንኩም ደሞ ሸር ላይክ ናገበርኩም ናታትኩም ምትብባዕ ይፈለየኒ ክብለኩም ይፈቲ። እሺ እምበኣር ከስ ክቡራት ተኸታተልቲ ነዛ ቪድዮ ብላይክ ጀምርዋ ማለት እዩ። ካብኡ ከዓኒ ንደቂ ኣንስትዮ ኣሕዋተይ ደሞ እንኳዕ ንበዓል ኣሸንዳ ብሰላም ኣብፀሐክን ይብለክን። ከመይ እኒኦ ዝግጅት ኣሸንዳ ደሞ ያው ቀሪቡ እዩ ዘሎ እና ከመይ ትዛጋጀይ ኣለኽን ሩሑስ በዓል ይግበረልክን ይግበረልና እና ክብራት ተኻታተልቲ ናይ ሎማዓንቲ ትሕዝቶ ሒዘልኩም ዝመጻኹ ደሞ ከምቱ ኣብ መእተዊ ክትሰምዕዎ ዝጸናሕኹም ብደስ ዘብል መደብ እየ መጺኦኩም ኔኹ ንሱ ከዓኒ ብጉዳይ እዞም ኣሕዋትና ሊልን ኣሌክስን ከምኡ እውናይ ብጉዳይ ሰላም ጸጋይ ኣብ ሓዳራ መፋትሒኣ ዋና ምኽንያት ደሞ መልሲ ሂባ ስለ ዘላ ናይ ክልቲኡ ኢየ ሒዘልኩም መጽየ እኒኦኹ ማለት እዩ። ክሻብ መጨረሻ ደሞ ሓቢርኩምኒ እጸንሑ ኢኹም። እሺ እምበኣርከስ ብናይ ሊሊ እና ኣሌክስ ክንጅምር ኢና። ሊሊ ሎማዓንቲ ንኣሌክስ ብዝገርም መልኩዕ እያ ሳርፕራይዝ ጌራቶ ኣሌክስ ዋላ ኣይተጸቦየን ምስዙ ዘለውዎ ኩነታት ግን ከዓኒ ሊሊ እዛ መዓልቲ እዚኣ ንዓና ፍልይቲ እያ ስለዚ ዝተፈጠረ እንተትፍጠር ከምዚ እናተፈላሊና ከነሕልፎ ኣይደልን እየ ኢላ እያ ሰርፕራይዝ ጌራቶ ማለት እዩ። ኣሌክስ እውን እንተኾነ ብጣዕሚ እዩ ተሓጒሱ። እና ኣነ ለውን ኣይረሳዕኹዎን ነይረ እዛ መዓልቲ እዚኣ ከመይ ገይረ ክርስዓ መጀመርታ ነገር ዋላ ደኣ ህዚ ዘይምርድዳእ ይፈጠር እምበር ዝሓለፉ ናይ ፍቕሪ መዓልትታት ይዝክሮም እየ ጽቡቕ ግዜ እውን ኣሕሊፍና ኢና ስለዚ ናይ ሀዚ ተፈጢሩ ዘሎ ንጎኒ ጌርና ሎማዓንቲ ግን ሓጎስና ክነስተማቕር ኢና። እዛ መዐልቲ እዚኣ ኣነን ንስኽን ዝተራኸብናላ መዓልቲ እያ ካብኡ ከዓኒ ብድሕሪኡ ደሞ ወድና ዝመጸላ መዓልቲ እያ ስለዚ ንዓና ድርብ ሓጎስ ስለዝኾነት ኣነ ውን ስለ ዘይረሳዕክዎ ደስ ኢሉና ክነሕልፎ ኢና ኢልዋ ማለት እዩ። ሎማዓንቲ ብዛ መዓልቲ እዚኣ ሊሊና ኣሌክስ ንመጀመርታ ግዜ ዝተላለዩላ መዓልቲ እያ። ብምቕፃል ደሞ ከም ሎማዓንቲ ወርሒ ከዓኒ ወዶም ዝተወለደላ መዓልቲ ሻብዓይ ወርሑ ናይ ወዶም እዩ ማለት እዩ። ብዙይ ከዓዮም ካብ ጭኽጭኽ ወፂኦም ሰላም መዓልቲ ከውዕልዎ ወሲኖም። በኡነት ብጣዕሚ እዩ ደስ ዝብል ሊሊ ውናይ ኩሉ ነገራት ስለ ዝተቀበላ ሰርፕራይዛ እውን ስለ ዝፈተዮ ብጣዕሚ እዩ ደስ ኢልዋ ናይ ዘሎ ነገራት ድሓረ ክንዘራረብ ኢና ናይ ሎማዓንቲ መዓልቲ ግን ብገለ ክንዝክሮ ኣይደልን እየ ምክንያቱ እዛ መዓልቲ እዚኣ ፍልይቲ እያ እንዓና ድርብ ሓጎስ እያ ንዓኺ በዛ መዓልቲ እዚኣ እየ ረኪበኪ ተላልየኪ ብዙሕ ዓማውቲ ደሞ ብሓደ ፀኒሕና ኢና ዋላ ድኣ ኣብ ሂወት ዕንቅፋት ዘጋጥም እንተኾነ ግን ከዓኒ ንኹሉ እናሓለፍና ኣብዚ በጺሕና ኢና። ሕዚ ከዓኒ ንውሉድና ድሞ ብዛ መዓልቲ እዚኣ ተቐቢልናዮ ኢና። ስለዚ ካብዚ ዝዓቢ ሓጎስ የለን። ሕዚ ግን ዋላ ድኣ ናይ ዘይምርድዳእ ኩነታት ይፈጠር እምበር ብኸምኡ ኮይንና ኢልና ግን እዛ መዓልቲ እዚኣ ክትሓልፈኒ ዋላ ኣነ እውን ኣይደልን እየ ነይረ። ምሳኹም መጺኤ ከሕልፎ እየ እናሓሰብኩ ነይረ ኢሉ እዩ። ንሊሊ ውን ነጊርዋ ማለት እዩ ቡዚ ካዓ ንሊሊ ዋላ እዩ ደስ ኢልዋ እና ክቡራት ይሕዋተይ ንሊልና ንኣሌክስ እነዚ ይመስል በመቅፃል ደሞ ሰላም ፀጋይ ኣብ ሓዳራ ኣጋጢምዋ ዘሎ ከምኡ ውን ናይ ዘፋትሓ ምክንያት መልሲ ልውን እየ ሒዘልኩም መፅየ እኒኣኩ ማለት እዩ እና ክቡራት ተኻታተልቲ መጀመርታ ግን ቴዲ ኣብ ዝሓለፈ ምስ ኣርሴማ ኮይኖም ብሓደ መጽዮም ኔሮም ንሱ ከዓኒ ናይ ፍቅሪ ሂወት ከም ዝጀመሩ እዮም ነጊሮምና እንተኾነ ግን ትማሊ ዋላ ኣርሴማ ኣብ ዝተናገረቶ መጽያ መልሲ ሂባ ኔራ ማለት እዩ ንሱ ከዓኒ ኣነ ብዙሕ ነገራት ትብሉኒ ኣለኹም ኢኹም እንተኾነ ግን ንስኻትኩም ከምቲ ትብሉኒ ለኹም ኣይኮነን ምኽንያቱ ቀደማይ ነገር መንጣሊት ስብኣይ ትብሉኒ ኣለኹም ኣነ ስብኣይ ኣይመንጠልኩን ካልኣይ ከዓኒ ክንዲ ሰላም ኣይትመጽን ኢኺ ትብሉኒ ኣለኹም እወ ክመጽእ ኣይክእልን እየ ምክንያቱ ሰብ ንናባዕሉ መዝነን መምዘንና ንናባዕሉ ሂወት ኣለዎ ኣነን ሰላምን መዓረ ክንከውን ኣይንኽእልን ኢና፣ ንሳ ትበልጸኒ እያ፣ ክትበልጸኒ ክብለኩም ከለኹ ግን ኣብ ሓዳር ልምዲ ኣለዋ እዩ፣ ካብኡ ውን ኣብ ሶሻል ሚድያ ውን ብዙሕ ጸኒሓ እያ፣ ብምቕጻል ደሞ ወሊዳ ብዕድመ ውን ትዓብየኒ እያ፣ ብዙ እያ ክትበልጸኒ እትኽእል ምበር ብኻሊእ ክትበልጸኒ ኣይትኽእልን እያ፣ እንተበለጸትኒ ውን ሰብ ንናይ ባዕሉ መምዘኒ ኣለዎ ምበር ምስ ማንም ክዋዳደር ኣይኽእልን እዩ እያ ኢላ ማለት እዩ። ንስኻትኩም ደሞ ብዙሕ ትጸርፉኒ ኣለኹም ንዓይ ንኽወድቅ ካብዚ ሚድያ ንኽጠፍእ እውን ኢኹም ትገብር ኣለኹም እንተኾነ ግን ኣነ ከምኡ ክገብር ኣይደልን እየ እንዶም ሂወተይ ሰሪሐ ክልወጥ እየ ዝደሊ ባዕለይ መናውረይይ ክመርሕ እየ ዝደሊ ሕዚ ግን ምስ ቴዲ ስለ ዝሰራሕኹ ኢኹም ከምኡ ትብሉኒ ኣለኹም ቴዲ እውን ካማይይ ዝቃለስ ኣሎ ሰብ እዩ ንሂወቱ ንኽልውጥ እምበር ስለ ምስ ቴዲ ዝሰራሕኹሲ ንዓይ ብሕማቅ ኢኩም ትሪኡኒ ኣለኩም እዙይ ከዓኒ ኣነ እናተይ ተትከውን ነይሩ ቴዲ በይን ዕድለይ ማለተይ ቴዲ ለባም ዓብይ ሰብ መስተውዓሊ እዩ ስለዚ እናተይ ተትከውን ነይሩሲ ብጣዕሚ እየ ክሕጎስ ነይረ በየን ዕድለይ ክረክቦ እያ ኢላ ማለት እዩ። እና ናይ የይን ናይ ቴድን ርክብ ደሞ ከመይ ከም ዝኾነ ብሓደ ኮይንና መልሲ ክንህበሉ ኢና እያ ኢላ ግን ከዓኒ ኣብ ኣዛራርባኣ ከም ተዓዘብኩዋሲ ምስ ቴዲሲ ፍቁራት ኣይኮናን እታይ ደኣ እንጀራና ክነዕቢ ኢና ብሓደ ንጽዕር ኣለና እያ ትብላ ዝሓፍትና እምበር ፍቁራት ኢና ኣይበለትን ካመይ እንድሕር ደኣ ኢልኩምኒ ቴዲ ናተይ እዩ ኣይበለትን ታይ ደኣ ናተይ ተዝኸውን ኔሩሲ ዕድለኛ እየ ኔረ በይን ዕድለይ እያ ትብላ ማለት እዩ ብዝኾነ ግን ክሻብ እሳቶም ባዓልቱ መልሲ ዝህቡ ምጽባይ እዩ እንተኾነ ግን ብወገን ያሬድ ጸጋይ ውን ሓው ሰላም ማለት እዩ ብናይ ሰላም ዘሎ ኩነታት ተናጊሩ ኔሩ ንሱ ከዓኒ ብዙሕ ሰብ ስለ ዝርብሸኒ ኣሎ እንታይ ኢኹም ትኸውን ለኹም እንታይ እዮም ኮይኖም ሓቂ ድዩ ስለ ዝብለኒ ኣሎ መልሲ ክህብ እየ ኢሉ መጽዩ ኔሩ ማለት እዩ ካብኡ ደሞ ሰላም እና ቴዲ ናይ ብሓቂ ከም ዝተፋላለዩ ካብ ዝፋላለዩ ደሞ ብዙሕ ከም ዝገበሩ እዩ ነጊርና ይኩን ዳኣ እምበር መፋላለይኦም ምክንያት ደሞ ብሰናይ ሰላም ከም ዝተፋላለዩ ካብኡ ካዓኒ ባእሲ ይኩን ጭክጭክ ዘይብሉ ከም ዝኮነ መፋላለይኦም ይኩን ዳኣ እምበር ዋና መፋላለይኦም ምክንያት ደሞ ቴዲ ሰላም ትበዝሐኒ እያ ኣነ መጠና ኣይኮንኩን መጠነይ'ውን ኣይኮነትን ስለዚ ኢሉ እዩ ካብኣ ክፍለ ብፍቓዱ ፈትዩ ሰላም ወዳ ተዕቢ ካብኡ ከዓኒ ኣብ ስደት ብዙሕ ኣማውቲ ጸኒሓ ንወዳ ኣብኡ ኣዕብያቶ መጽያ ኣብዙይ መጽያ ከዓኒ ናይ ኩሉ ሓላፍነት እያ ተሸኪማ ቴዲ እንተኾነ ስራሕ የብሉን ኣብ ገዛ ከም ሰበይቲ እዩ ሃሪሱ ዝውዕል ሰላም እንተኾነት ውን ደፋእፋእ ኢላ ብሶሻል ሚድያ ድዩ ካብኡ ውን ስራሓ ተለዊጣ ከፊታ ደሞ ንሳ እያ ተማሓድሮ እዙይ ከዓኒ ሰበይቲ ሰሪሓ ክትመፅእ እንከላ ስብኣይ ደሞ ኣብ ገዛ ከፍ ኢሉ ክፀንሕ እንከሎ ብጣዕሚ እዩ ከቢድ ካብኡ ከዓኒ ልወዲ ደሞ ዋላ ሓንቲ ነገር ገይሩሉ ኣይፈልጥን ኣዱኡ እያ ላዕልን እተን ክንደቦን ክንደዶን ኮይና ኩሉ ነገር ተማልኣሉ ንሱ ደሞ ኣብ ስዑዲ ዓረብ ሰልስተ ዓመት ኣዕዊያቶ መጺኣያ እንተኮነ ኣብዚ ምስ መጸ ውን ዋላ ሓንቲ ዝገበረሉ የብሉን ቴዲ ንሹም መጸውዒ ብቻ እዩ እምበር ሽትኡ ከማን ኣይፈልጦን እዩ እና ናጋንጎሆ ውን ኣቦይ እንታይ ገይሩለይ እንታይ ገይርካለይ ክብሎ ስለ ዝክእል ብዙይ እዩ ገዲፍዋ ን ሰላም እምበር ዋላ ሓንቲ መባኣሲ ነገር የብሎምን ብቻ ግን ሰላም ንዓየይ ትምጥነኒ ኣይኮነትን ትበዝሐኒ እያ ስለዚ ዓቅመይ ንዓየይ ትኮን ክርእ እየ ኢሉ እዩ ከይዱ ብምቅፃል ደሞ ዋላ ኣብ ሓዳሮም እናሃለው ኣነ ብዙሕ ግዜ ምሰ ጓላት ይረክቦ እየ ከም መናእሰይ መጠን ኣብ መስተ ዳመስተ ንራከብ ኢና ግን ካዓኒ ኣነ የረድኦ እየ ነይረ ንሱ ደሞ ሰላም ንዓየይ ኣይትምጥነንን እያ፣ ስለዚ ምስኣ ክነብር ደሞ ኣይክእልን እየ እዩ ልብለኒ ነይሩ። ኣነ ብጣዕሚ እየ ብሓፍተይ ኩርዕቲ ምኽንያቱ ሰበይቲሲ ካብ ሰብኣይ እያ ትጽበ ነይራ ሓዳራ ኣብ ገዛ ኮይና ተመሓድር ነይራ ሰብኣይ ዝበሃል ደሞ ብደገ ሰሪሑ ናብርኡ ዝሽፍን እዩ ንሳ ግን ክንድና ሰብኣይን ናሰበይትን ኮይና ስለ ዘርኣየትኒ ደሞ ብጣዕሚ ዩ ደስ ዝብለኒ ብምፍልላዮም ለይኮነ ግን ከዓኒ ኣብ ኢድ ሰብ ኣይወደቀቲ ገፅ ሰብ ኣይረኣየቲ ወዳ ደሞ ብግቡእ እያ ተዕብላ እይሉ ማለት ዩ ዋና መፋላለይኦም ናይዞም ኣሕዋትና ሕዚ ታኣዩ ኮይኑ ኒኦ ኣነ ስራሕ የብለይ ሰላም ደሞ ድፋእፋእ ኢላ ታኣቲ እያ ስለዚ ኣነ ንዓኣ ክከውን ኣይክእልን እየ ሰላም ንዓየይ ክትከውን ውን ኣይትክእልን እያ ምክንያቱ መጠነይ ኣይኮነትን ኣነ ኣታዊ የብለይን እዩ ኢሉኒኦ ማለት እዩ እና ብጣዕሚ እዩ ዝገርም ግንሲ ተሓሰብካዮስ ዝሓዳር ናይ ሎሚስ ተኮይኑ እዩ ዕድመ ለይብሉ ይፋቀሩ ላብ ሚድያ ይወፁ ብድሕሪኡ ግናይ ተፋቲሖም ተፋላልዮም ተባኢሶም ትሰምዕ እንታይና ኮንና ኢና ታይ ኮይኑ እዩ እቲ ሓዳርሲ ዘይቅፅል ከምዙ ናቅድም እንደይ ክርደካ ይክእል እዩ ብፍላይ ካዓ ነይለ ኣብ ሾሻል ሚድያ ልወፀ ሓዳር ከመይ ከምዝኮነ ዕድመ የብሉን ማለት እዩ ክብራት ይሕዋተይ ብዙይ ደሞ ኣነስ ኩሉ ግዜ እዩ ለተሓሳስበኒ እና ክብራት ተካታተልቲ እንኩሉ ወዲ ሰብ ደሞ ሰላም ፍቅሪ የውርደሉ ካኡ ካዓ ንደቂ ኣሸንዳ ኣብ ኩሉ ኩርናዓት ዓለም ዘለኽን ደሞ እንኳዕ ኣብፀሐክን ክብለክን ይፈቲ ደጊመ ደሞ ርሑስ በዓል ቅንያት ኣውደኣመት ወይ ከዓኒ ኣሸንዳ ይግበረልክን እና ክቡራት ተኸታተልቲ ናይ ሎማዓንቲ ትሕዝተየይ እዚኣ እያ ነይራ ሻብ ካሊእ መደብ ዝመፅእ ደሞ ናታትኩም ምብርትታዕ ኣይፈለየኒ እናበልኩ ባይ ባይ ሰናይ መዓልቲ